ኣብ መንጎ ስምን ክንዲ ስምን ዘሎ ዝምድና ዘርእዩና እዮም ኣብ ሓደ ሙሉእ ሓሳብ ማለት እዩ so they indicate direction time location and more ስለዚ እንታይ እንታይ ይሕብሩና እንተልና ከዓ direction ወይ ከዓ ኣንፈት ከምኡውን ግዜ ከምኡውን ሎኬሽን ቦታ ይሕብሩና ዝተፈላለዩ ነገራት ይሕብሩና ማለት ስለዚ in this video ወይ ከዓ ኣብዚ ቪዲዮ will cover what are prepositions preposition እንታይ ምዃኖም ወይ ከዓ መስተዋድድ እንታይ ምዃኖም ክንርኢ ኢና ብምቕጻል ኮመን ታይፕስ ኦፍ ፕሪፖዚሽንስ ፍሉጣት ዝኾኑ መስተዋድታት ሳልሰይቲ ከዓ ሃው ቱ ዩዝ ፕሪፖዚሽንስ ኢን ሰንተንስ ኣብ ሙሉእ ሓሳባት ከመይ ጌርና ፕሪፖዚሽን ንጥቀመሎም ክንርኢ ኢና ኣብ መወዳእታ ከዓ ኤግዛምፕልስ ወይ ከዓ ኣብነታት ክንርኢ ኢና ማለት እዩ ስለዚ ድልዋት ተኾንኩም ሌትስ ዳይቭ ኢንቱ ኢት ንጀምር ሶ ዋት ኣር ፕሪፖዚሽንስ ፕሪፖዚሽን እንታይ ማለት እዩ ምስ ንብል መስተዋድድ ቀጥታ ክንትርጉሞ ከለና ፕሪፖሽን ኢዝ ኤ ወርድ ዊች ሾውስ ዘ ሪሌሽንሽፕ ቢትዊን ዋን ቲንግ ኤንድ ኣናዘር ስለዚ ፕሪፖሽን ማለት ቃል እዩ እንታይ ርእና ዝምድና ቢትዊን ዋን ቲንግ ኤንድ ኣናዘር ቲንግ ሓደ ነገር ምስ ሓደ ነገር ዘለዎ ዝምድና ዘርእየና እዩ ማለት እዩ ስለዚ ኢት ሊንክስ ናውንስ ኣስማት ወይ ከኣ ስም ስም ከላግብ ይኽእል ወይ ከኣ ምስ ስም ዝምድና ክፈጥር ይኽእል ፕሮናውንስ ክንዲ ስም ፍሬዝስ ሓረጋት ቱ ኣር ወርድስ ኢን ሰንተንስ ኣብ ሙሉእ ሓሳባት ንገብሮም ኣብኡ ዘለዉ ንጥቀመሎም ቃላታት ቃላት ክኾኑ ይኽእሉ ወይ ከዓ ሓረጋት ንዕኦም የራኽብ ማለት እዩ ንኣብነት ክንርኢና ዊ ካን ኣሚን ዋት ካን ፕሪፖሽን ቴል ዩ ፕሪፖሽን እንታይ ክነግረና ክእል ምስ ንብል መስተዋድድ እንታይ እዩ ዝነግረና ዌር ኣበይ ቦታ ክነግረና ክእል ፖዚሽን ቦታ ተመሳሳይ ማለት እዩ ተመሳሳሊ ማለት እዩ ዌር ኣበይ እንተልና ቦታ ማለት እዩ ፖዚሽን ቦታ ማለት ስለዚ ዌን እንተልና ከዓ መዓስ ወይ ከዓ ዳይሬክሽን ማለት እዩ and uh, ንኣብነት ሂ ሜር ኢን 2020 እንተኢልና ሓደ ሰብ ኣብ 220 እንተተመሪዑ እንታይ ንብል ሂ ሜርድ ኢን 2020 ንሱ ኣብ 220 ተመሪዑ ንብል ኣለና ማለት እዩ ሂ ሜርድ ኢን 2020 ንሱ ኣብ 220 ተመሪዑ ስለዚ ኢን ዝጥቀመላ ዘለዎ ፕሪፖዚሽን ወይ ከዓ መስተዋድድ ንመን ተራኽበለ ኣላ ንሱ ንሱ ኣብ ኣብ ኢልና ሕጂ ምስ 220 ከም ዝተመርዐወ ተላግበለ ኣለ ማለት ንሱ ወልተሽን ዒስራን ተመርዒ እውን ክንብል ንኽእል ኢና ግን ብዙሕ ሰንስ ኣይበና ማለት ስለዚ ንሱ ኣብ 220 ተመርዒ እንተልና ኢን ክንጥቀም ከለና ሕጂ ኣብ ንብል ኣለና ማለት ንሱ ወይ ከዓ ስም ምስቲ ምስቲ ዝተመርዓወሉ ግዜ ይራኸበልና ኣሎ ማለት መኣስ ከም ዝኾነ ማለት እዩ The book is on the table. The book is on the table. እቲ መጽሓፍ ኣብ ጣውላ ኣሎ ስለዚ ኦን ትብል ዘላ እንታይ ተመልክተልና እንተልና ኣብ ወይ ከዓ ኣብ ጣውላ ምስ ጣውላ ርክብ ከም ዘለዎ ዘመፅ ንኣብነት ኦን እንተዘይትብሉ ደ ቡክ ኦን ደ ቴብል ጥራይ እንተትኾን ነይራ እቲ መፅሓፍ ጣውላ ኣሎ እያ ክትኮን ስለዚ ዝኾነ ትርጉም ክበና ዘይክእል ሙሉእ ሓሳብ ይፍጠር ማለት እዩ The book is on the table ክንብል ከለና ግን እቲ መጽሓፍ ኣብ ጣውላ ኣሎ ስለዚ ኣበይ ከም ዘሎ ይነግረና ኣሎ ማለት እዩ ኣብ ስለዚ ሓደ ካብ ናይ ፕሪፖዚሽን ወይ ከዓ መስተዋህዲ ጥቕሚ እንታይ እዩ ቦታ ንምሕባር ማለት ስለዚ ኣብ ክንብል ከለና ቦታ ይነግረና ኣሎ ማለት እዩ The dog is beside the cat The dog is beside the cat እቲ ከልቢ ብጎንታ ድሙ ኣሎ እቲ ከልቢ ብጎንታ ድሙ ኣሎ ንብል ኣለና ስለዚ ኣበይ ከም ዘሎ ይነግረና ኣሎ ጎኒ ክንብል ከለና ንኣብነት እቲ ከልቢ እዛ ቢሳይት ትብል እንተውፂናያ እንታይ ክኾን ይኽእል the dog is the cat ንብል ኣለና ማለት እቲ ከልቢ እታ ድሙ ኣሎ ኣይኮን እዩ ስለዚ ቢሳይድ ክንብል ከለና ኣበይ ከም ዘሎ ቦታ ይሕብረና ኣሎ ማለት ብጎኒ ንብል ኣለና ማለት ስለዚ መስተዋድድ ወይ ከዓ ፕሪፖሽን ማለት እዚ እዩ ማለት እዩ ሓደ ነገር ዘላግበልና ወይ ከዓ ነቲ ናትና ንዛረበሉ ትርጉም ዘለዎ ንክገብረልና ማለት እዩ The dog ran toward him The dog ran toward him እቲ ከልቢ ናብኡ ጎዩ ስለዚ ትዋርድ ክንብ ከለና ናብኡ ማለት እዩ ካይንድስ ኦፍ ፕሪፖዚሽን ዓይነታት ፕሪፖዚሽን ከ ወይ ከዓ መስተዋድታት ኣክንደይ ክኽፈሉ ይኽእሉ እንተና ብዙሓት እዮም ዘለዉ ካብኦም ንሪኦ ድማ ዓንቲ ከዓ ፕሪፖዚሽን ኦፍ ፕሌስ ናይ ቦታ መስተዋድድ ማለት እዩ ኣት ኢት ኦን ኢልና ክንጅምር ኢና ካልእቲ ከዓ ፕሪፖዚሽን ኦፍ ታይም ናይ ግዜ መስተዋድድ ሳልሰይቲ ከዓ ፕሪፖዚሽን ኦፍ ዳይሬክሽን ናይ ኣንፈት መስተዋድድ ይቕልጥፍ እንተሃልየ ስሎ ክትገብርዎ ትኽእሉ ኢኹም ወይ ከዓ ጠጠው ኣቢልኩም ክትሓስቡ ትኽእሉ ኢኹም ማለት እዩ ስለዚ እዞም ሰለስተ ካይንድ ኦፍ ፕሪፖዚሽን ወይ ከዓ ዓይነታት ናይ መስተዋድድ እዮም ማለት እዩ ስለዚ መጀመርያ ፕሪፖዚሽን ኦፍ ፕሌስ ኢልና ክንጅምር ኢና ናይ ቦታ መስተዋድድ ማለት እዩ ኦኬ ፕሪፖዚሽን ኦፍ ፕሌስ ናይ ቦታ መስተዋድድ ሳም ፕሪፖዚሽን ሾው ዌር ሳምቲንግ ሃፕንስ ኦር ዌር ሳምቲንግ ኢዝ ገለ ገለ መስተዋድድ ሓደ ነገር ኣበይ ከም ዘጋጠመ ወይ ከዓ ኣበይ ከም ዘጋጥም ይነግረና ማለት እዩ ዳር ኮልድ ፕሪፖሽን ኦፍ ፕሌስ እዚኦም ከ እንታይ ይበሃሉ ናይ ቦታ መስተዋድታት መስተዋድዳት ይበሃሉ ማለት እዩ ንኣብነት ኣት ክንጥቀም ንኽእል ኢና ኣት እንተልና ቱ ኢንዲኬት ኣድረስ ኣድረስ ንጥቀም ኣለና ማለት እዩ ኣበይ ከም ዝኾነ ሓደ ቦታ ንምንጋር ኣት ኢልና ንጅምር ማለት እዩ ንኣብነት ክንርኢ ኢና ኣት ኢዝ ዩዝድ ቱ ኢንዲኬት ኤ ስፐሲፊክ ፖይንት ኦር ሎኬሽን ስለዚ ኣት ክንብል ከለና ከዓ ፍሉይ ቦታ ዝኾነ ዝፍለጥ ቦታ ንምዝራብ ማለት እዩ ንኣብነት ያ ስፐሲፊክ ፕሌስ ኢልና ኣለና ኣይ ኣም ኣት ደ ኣይርፖርት ኣይ ኣም ኣት ኤርፖርት ከነንብቦ ኣለና ኣይ ኣም ኣት ኤርፖርት ንብል ማለት እዩ ኣብ መዕርፎ ነፈርቲ ኣለኹ ስለዚ ኣት ክብል ከለኹ ኣብ ይብል ኣለኹ ማለት እዩ ኣብ ኣብ ይብል ኣለኹ ስለዚ ኣይ ኣም ኣት ኤርፖርት ኣነ ኣብ መዕርፎ ነፈርቲ ኣለኹ ስለዚ ቦታ ስፐሲፊክ ዝኾነ ወይ ከዓ ዝተፈልጠ ፕሌስ ይነግረና ኣሎ ቦታ ማለት እዩ ስለዚ ኣይ ኣም ኣት ኤርፖርት ኣብ መዕርፎ ነፈርቲ ኣለኹ ማለት እዩ ኣድረስ ኣድራሻ ካልእቲ ኣድራሻ ማለት እዩ ሂ ሊቭስ ኣት ዋን ቱ ስሪ ሜይን ስትሪት ንሱ ኣብ ሓደ ክልተ ሰለስተ ዝበሃል ጎደና ይነብር ማለት እዩ ስለዚ ኣድራሻ ኣት ክንብል ከለና ናቱ ኣብ ንብል ኣለና ማለት ኣብ ሓደ ክልተ ሰለስተ ዝበሃል ከባቢ ይነብር ንብል ኣለና ኢቨንት ወይ ከዓ ኣጋጣሚ እውን ክንገልፅ ንኽእል ኢና ማለት ፕሪፖዚሽን ንኣጋጣሚ ንምግላፅ እውን ንጥቀመሉ ኢና ማለት እዩ ንኣብነት ዊ ሜት ኣብ ደ ኮንፈረንስ ስለዚ ኣብዚኣ እንታይ ኣላ እንተልኩምኒ ኣብዚኣ ኣት ቲ ቲ ረሲዐ ኣለኹ ኣብዚኣ ማለት እዩ ስለዚ ዊ ሜት ኣብ ደ ኮንፈረንስ ክኾን ኣሎ ዊ ሜት ኣብ ደ ኮንፈረንስ ማለት ኣብቲ ዋዕሎ ወይ ከዓ ዋዕላ ተራኺብና ንብል ማለት ኣብቲ ዋዕላ ተረኺብና ነይርና ንብል ኣለና ማለት እዩ ስለዚ ኣት ክንብል ከለና ኣበይ ከም ዘጋጠመ ሓደ ነገር ክንዛረብ ኣለና ማለት እዩ ንኣብነት ካልእ ከዓ ምስ ንርኢ ወርክ ፕሌስስ ናይ ስራሕ ቦታ ናይ ስራሕ ቦታታት ንምግላፅ እውን ኣት ንጥቀም ማለት እዩ ንኣብነት ሂኢዝ ኣት ወርክ ንሱ ኣብ ስራሕ ኣሎ ሓደ ሰብ ኣብ ስራሕ እንተሃልዩ ሂኢዝ ኣት ወርክ ንብል ንሱ ኣብ ስራሕ ኣሎ። He is at work. ንሱ ኣብ ስራሕ ኣሎ። Institutions ትካላት ወይ ከዓ ተቕዋማት ተቅዋም እዩ ዝበሃል። She study at Harvard University. ንሳ ኣብ ሃርቫርድ ዩኒቨርሲቲ ትመሃር። ስለዚ ትካል ማለት ሃርቫርድ ትምህርቲ እዩ፣ ግን ከም ትካል እዩ ዝሕሰብ ማለት እዩ። ስለዚ ሺ ስተዲ ኣት ሃርቫርድ ዩኒቨርሲቲ

ንሓደ ፍሉጥ ዝኾነ ቦታ ንምዝራብ ካብ ገፊሕ ዝኾነ ዘይኮነስ ንፍሉጥ ዝኾነ ቦታ ንምግላጽ እንጥቀመሉ እዩ ማለት እዩ ንኣብነት እስከንረ ኣብ ኤርፖርት እንተይልና ኣብ መዕርፎ ነፈርቲ ኤርፖርት ማለት ፍሉጥ ስለ ዝኾነ ማለት እዩ ኣብ ኤርፖርት ኣብ መዕርፎ ነፈርቲ ኣት ባስ ስቶፕ ኣብ እንዳ ኣውቶቡስ ኣት ባስ ስቶፕ ኣብ እንዳ ኣውቶቡስ ኣት ሆም ኣብ ገዛ ኣት ሆም ኣብ ገዛ ኣት ዘ ኢንድ ኦፍ ዘ ስትሪት ኣብ መወዳእታ ናይዚ ጽርግያ ኣት ዘ ኢንድ ኦፍ ዘ ስትሪት ኣብ መወዳእታ ናይዚ ጽርግያ ካልእቲ ፕሪፖዚሽን ወይ ከዓ ናይ ቦታ ንገልጸሉ ከዓ ኢን ትበሃል ኢን ማለት ሓደ ነገር ኣብ ውሽጢ ወይ ከዓ ድሓን ብሓፈሻ ቀሲልና ንሪኦ እንዲና ዛዕቡ ንኣብነት ኣብ ውሽጢ ሃገራት ብዛዕባ ሃገራት ክንዛረብ ከለና ኢን ንጥቀመሉ ንምንታይ ኣጋጣሚ ምስ ንብል ክንሪኦ ኢና ብሓፈሻ እሱ ሲቲስ ከተማታት ከምኡውን ስትሪትስ ወይ ከዓ ጎደናታት ሮድስ ጽርግያታት ታውንስ ከተማታት ተመሳሳሊ and large or includes enclosed spaces ዓብዪ ወይ ከዓ ዕፁብ ቦታታት እንተኾይኑ ኢን ንጥቀም ማለት እዩ ንኣብነት ኢን ኢን ኤሪትሪያ ክብል ይኽእል ኣብ ኤርትራ ማለት እዩ ኢን ኣፍሪካ እንተኢለ ከዓ ኣብ ኣፍሪካ ስለዚ ኣብ ሓደ ነገር ኣብ ውሽጢ ሓደ ነገር ንምግላፅ ዝኾነ ነገር ዓብዪ ይኹን ንእሽተይ ብዛዕባኡ ንምዝራእ ኢን ንጥቀም ንኣብነት ኢን ጃፕን ኢን ጃፓን ኣብ ጃፓን ኢን ኣስመራ ኣብ ኣስመራ ይብል ይኽእል ማለት ኢን ዩኤስኤ ኣብ ዩኤስኤ ወይ ከዓ ኣሜሪካ ኢን ኤሪትሪያ ይብል ኣለኹ ማለት እዩ ኖት ዊ ዩዝ ኢን ወን ዊ ሲ ፐርሰን ኦር ቲንግ ኢንክሎዝድ ኢንሳይድ ሳምቲንግ ላርጀር ስለዚ ኢን ንጥቀመሉ ከዓ እንታይ እዩ ሓደ ነገር ኣብ ውሽጢ ኮይኑ ኣብ ውሽጢ ሓደ ነገር ኮይኑ ክዛረብ ከሎ ደኣ እምበር ወይ ከዓ ብዛዕባ ኣብ ውሽጢ ዘሎ ነገር ንምዝራብ እምበር ብዛዕባ ወፃኢ ዘሎ ነገራት ኣይንዛረብን ማለት ካብ ሓደ ነገር ወፃኢ ዘሎ ነገራት ማለት እዩ ንኣብነት ኣብዚኣስ ሓንቲ ነገር ኣላ ንበል እዚኣ እንተሃልያ ኣብዚ ዘለዉ ሰባት ክኾኑ ይኽእሉ ነገራት ክኾኑ ይኽእሉ ብዛዕባኦም ንምግላፅ ክንጥቀመሉ ንኽእል ካብኡ ወፃኢ በዓል ኣብዚ ዘለዎ ግን ኣብ ጎኑ ክኾን ይኽእል ኣብ ትሕትኡ ወይ ከዓ ኣብ ልዕሉ ክኸውን ይኽእል ግን ካልእ ነገራት ኢና ንጥቀም ማለት ስለዚ ኢን ክንጥቀም ከለና ሓደ ነገር ብሓደ ነገር ኢንክሎዝድ ወይ ከዓ ተዓፅዩ ምስ ዝህሉ ከምኡ እውን ብዛዕባ ብዓቢ ነገር ክኾን ይኽእል ብንእሽተይ ነገር ተኸቢቡ ምስ ዝህሉ ክንገልፀሉ ንኽእል ኢና እንተዘይኮይኑ ግን ኢን ካብ ሓደ ነገር ወፃኢ ኣይንጥቀመሉና ማለት እዩ ንኣብነት ክንርኢ ኢና ሕጂ the room ስለዚ in the room ንብል ማለት in the room ኣብ ክፍሊ ኣብ ሓደ ክፍሊ ክፍሊ ውሽጢ ስለ ዝኾነ ኣብ ውሽጢ ሓደ ነገር ብዛዕባኡ ንምግላጽ ኣብ ክፍሊ ንብል ማለት እዩ in the box ኣብቲ ባኮ ወይ ከዓኒ ካርቱን ቦክስ ማለት ባኮ ኢና ንብሎ ማለት እዩ ከምኡውን in the building ኣብቲ ህንፃ ኢን ዘ ባግ ኣብቲ ቦርሳ ስለዚ ኣብ ውሽጢ ሓደ ነገር ንምግላፅ ንጥቀመሉ ኣለና ማለት ዓብ ይኹን ንእሽተይ ግን ኣብ ውሽጢ እንተሃልዩ ኢ ንጥቀም ማለት ኦን ከ እንታይ ኢና ንጥቀመሉ ምስ ንብል ከ ሎኬሽን ዳት ኣር ናት ቢልዲንግ ገፅ ምድሪ ዘይኮኑ ወይ ከዓ ህንፃታት ዘይኮኑ ሳርፌስ ኦፍ ደ ኤርዝ ህንፃ ዘይኮኑ ቦታታት ንምግላፅ ኦን ንጥቀም ማለት እዩ ንኣብነት ኦን ኣን ኣይስላንድ ኦን ኣይ እስከንቦ ከለና ኣይላንድ ኢና ንብሎ ኦን ኣን ኣይላንድ ኦን ኣን ኣይላንድ ንብል ማለት እዩ ኣብ ደሴት ንብል ኣለና ማለት ኦን ኤ ቦት ኣብ መርከብ ወይ ከዓ ጃልባ ጃልባ ኤንደን ኦን ደ ቢች ንብል ንኽእል ኣብ ግንግን ባሕሪ ኣብ ግንግን ባሕሪ ኦን ደ ዎል ኣብ መንደቕ ኦን ደ ግራውንድ ኣብ መሬት ኦን ደ ቴብል ኣብ ጣውላ

at it on ተጠቂምና ማለት እዩ ሳም ፕሪፖዚሽንስ ሾው ወን ሳምቲንግ ሃፐንስ መኣስ ሓደ ነገር ከም ዘጋጠመ ንጥቀመሎም ኢና ሓደ ሓደ ግዜ መስተዋድድ ማለት እዩ መብዛሕትኡ ግዜ ሓደ ሓደ ግዜ ዘይኮነ ማለት እዩ ስለዚ ኣት ኢዝ ዩዝ ኣት ንጥቀመሉ ኣት ስፐሲፊክ ታይም ፍሉጥ ዝኾነ ቦታ እንተኾይኑ ናብ ኣይ ሚን ታይም ግዜ እንተኾይኑ ንኣብነት ኣት ፋይቭ ኦክሎክ ክብል ይኽእል እየ ሰዓት ሓሙሽተ ይብል ኣለኹ ኣት ፔሪድ ኦፍ ታይም ካልኣይ ከዓ ኣት ፔሪድ ኦፍ ታይም ወይ ከዓ ሪፈርስ ቱ ኤግዛክት ታይም ኤግዛክት ታይም ወይ ከዓ ፍሉጥ ዝኾነ ግዜ ማለት እዩ ኣት ናይት እንተልና ምሸት ኣት ሚድናይት ፍርቂ ለይቲ ኣት ዊከንድ ኣብቲ ዕረፍቲ ወይ ከዓ ቀዳም ሰንበት ማለት እዩ ኣት ፌስቲቫል ወይ ከዓ ፌስቲቫል እውን ክንብል ንኽእል ማለት ኣት ክሪስማስ ኣብ ልደት ማለት እዩ ክሪስማስ ማለት እዩ ትፈልጥዎ ኢኹም ኣት ኢስተር መስቀል ኣት ዌዲንግ ኣብ መርዓ ኣት ኒው ይር ፍሉጥ ቦታ ፍሉጥ ግዜ ስለ ዘለዎ እዩ ማለት እዩ እዚ ከምዝታት ነገራት ዝገልፆ ዘሎ ኣት ኖን ናይ ምሸት ማለት እዩ ኢን ንጥቀመሉ ከዓ ኢን ስፐሲፊክ ማንስ ወይ ከዓ ኣብ ፍሉይ ዝኾነ ወርሒ ማለት እዩ ኢን ኦገስት ኢና ንብል ማለት እዩ ኢን ሰፕተምበር ኢን ማርች ኢልና ኢና ንገልፅ ምስ ምስ ኣዋርሕ ማለት እዩ እንታይ ኢልና ፀኒሕና ሕጂ ኣት ኑን ገለ ክንብል ከለና ኣት ንጥቀም ኣት ኢን ኣፍተርኑን ኢን ክንጥቀም ከለና ክንታይ ኢልና ነርና ክንሪኤና እሱ ኣት ኣት ናይት ኣት ሚድናይት ኣት ዊከንድ ኢልና ምሸ ጅሃ ምስ ምስ ኣዋርሕ ክንጥቀም ከለና ከ እንታይ ንብል ኢን ንጥቀም ማለት እዩ ኢን a specific month in August in September in March ኢልና ንጅምር ማለት እዩ in seasons ወይ ከዓ እንታይ ዝበሃል ንኣርባዕተ ናይ ናይ ሓደ ናይ ዓመት ወይ ከዓ ኣብ ዓመት ኣርባዕተ ወቕትታት ኣለዋ ምሾ ስፕሪንግ ሳመር ዊንተር ኤንደን ኣውተምን ከምኡ ዝበሃል ንሸሎ ሕጂ ንዖን ከዓ ክንገልፅ ከለና ኢን ኢልና ንጥቀም ማለት እዩ ኤንድ ኢን ፔሪድ ኦፍ ታይም ፔሪድ ኦፍ ታይም ከዓ ክንገልፀሉ ንኽእልና ኢን ደ ኣፍተርኑን ክንብል ንኽእልና ግን ኖት ኤግዛክት ታይም እቲ ልክዕ ዝኾነ ግዜ ግን ኣይንፈልጦ ኢና ካልእ እውን ኢን ደ ሞርኒንግ ኣብ ሰዓት ንግሆ ማለት እዩ ናይ ንግሆ ማለት እዩ and in the evening ናይ ምሸት እውን ክንብል ንኽእል ማለት እዩ እሺ ሕጂ ከዓ ኦን ኦን ከ ንምንታይ ኢና ንጥቀመሉ ኦን ስፔሲፊክ ደይ ፍሉይ ዝኾነ መዓልቲ ንኣብነት ኦን ሰከንድ መይ ኢና ኢን እንተልና ኣብ ኣዋርሕ ኢልና ምሾ ኦን እንተልና ከዓ ኣብ መዓልታት ስለዚ ኦን ሰከንድ መይ ንብል ኦን ትዌንዝ ማርች ሕጂ ኣብዚ ከዓ ቲፕስ ወይ ከዓ

ኣዋርሕ ንምግላጽ ከኣ ፕሪፖዚሽን ኢን ንጥቀም ማለት እዩ ስለዚ ኢን ቢፎር ኤ ማንዝ ቅድሚ ቅድሚ ወርሒ ንምግላጽ ማለት እዩ ፎር ኤግዛምፕል ዊ ካን ሰይ ጽዮንስ በርዝደይ ኢዝ ኢን ኦክቶበር ናይ ጽዮን በርዝደይ ኣብ ኦክቶበር ወይ ከዓ ሰፕተምበር መስከረም ጥቅምቲ ጥቅምቲ ማለት እዩ ስለዚ ኦን ወይ ኢን ንጥቀመሉ ንምንታይ ቅድሚ ኣዋርሕ ኦን ንጥቀመሉ ከዓ ቅድሚ መዓልታት ናይ ዋርሕ ማለት እዩ ቅድሚ መዓልታት ናይ ሰሙን ማለት እዩ ስለዚ ኦን ሰርድ ኣፕሪል ንብል ኣለና ኣብ ሳልሳይ መዓልቲ ናይ ኣፕሪል ኦን ንጥቀመሉ ንመዓልታት ንምግላፅ ወይ ከዓ ኣብ ዋርሕ ዘሎ መዓልታት ንምግላፅ ኢን ከዓ ኣብ ውሽጢ እቲ ወርሒ ክንዛረብ ከለና ማለት እዩ ፕሪፖዚሽን ኦፍ ዳይሬክሽን ናይ ፕሪፖዚሽን ወይ ከዓ ኣንፈት ዝነግሩና መስተዋድድ ከምታይ እዮም እንተልና ከዓ ሳም ፕሪፖዚሽንስ ሾው ዌር ሳምቲንግስ ሃፕን ሓደ ነገር ኣበይ ከም ዘጋጠመ ክነግሩና ክእሉ ሓደ ሓደ መስተዋድታት ማለት እዩ ዳር ኮል ፕሪፖዚሽን ኦፍ ዳይሬክሽን እዚኦም ከዓ እንታይ ይበሃሉ ናይ ኣንፈት መስተዋድድ ይበሃሉ ማለት እዩ ቱ ንኣብነት ቱ ክንርኢ ንኽእልና ቱ ኢልና እንታይ ክንጥቀም ንኽእል ሽዋክ ቱ ደስቶር ንሳ ናብቲ ድኳን ከይዳ ንብል ኣለና ማለት ስለዚ ሺ ዋክ ቱ ዘ ስቶር ንሳ ናብ ድኳን ከይዳ ኤንድ ኢንቱ እውን ክንጥቀም ንኽእል ኢና ኢንቱ እንተልና ከዓ ሂ ወንት ኢንቱ ዘ ሩም ሂ ወንት ኢንቱ ዘ ሩም ስለዚ ዳይሬክሽን ብዛዕባ ኣንፈት ንዛረብ ኣለና ማለት እዩ ስለዚ ንሱ ናብቲ ክፍሊ ኣትዩ ንብል ኣለና ማለት እዩ

ስለዚ ትዋርድስ ክንብል ከለና ገፃ ወይ ከዓ ናበይ ገፃ ክንትኸይ ዘላ ንሕብር ኣለና ማለት ስለዚ ዳይሬክሽን ወይ ከዓ ኣንፈት ንነግር ኣለና ኤንድ ባይ ኦን ኤንድ ኢን ናይዚኦም ሰለስተ ፍሉይነት ወይ ከዓ እቲ ዝፈልዮም ነገራት ከንታይ ምስ ንብል ክንሪኦ ኢና ማለት እዩ ባይ ዩስ ቱ ሰይ ሃው ሳምዋን ትራቨልስ ባይ ንጥቀመሉ ሓደ ሰብ ብኸመይ ከም ዝጓዓዝ ንምግላፅ ማለት እዩ ንኣብነት ብመኪና ክንብል ንኽእል ኢና ብመኪና ክንብል ባይ ካር ክንብል ንኽእል ኢና ስለዚ ኢን ኤ ካር ክንብል ከለና ኣብ መኪና ኢና ንብል ዘለና ባይ ካር ክንብል ከለና ግን ብመኪና ስለዚ ባይ ንጥቀመሉ ብኸመይ ከም ዝተጓዓዝና እምበር ከመይ ከም ንጓዓዝ ዘለና ወይ ከዓ ከመይ ከም ንጓዓዝ ኣይኮናን ንነግረሉ ማለት እዩ ባይ ክንብል ከለና ብኸመይ ከም ንጓዓዝ እቲ ንጥቀመሉ ንጥቀመሉ ዓይነት መሳርሒ ኢና ንገልፅ ዘለና ማለት እዩ ባይ ባስ ክንብል ንኽእል ኢና ብመኪና ብሞተር ባይክ ክንብል ንኽእል ባይ ጂፕ ክንብል ንኽእል ን ባይ ፕሌን ክንብል ንኽእል ማለት ስለዚ ከመይ ጌርና ሓደ ሰብ ወይ ከዓ ከመይ ጌርና ንሕና ባዕልና ከመይ ጌርና ክንዘዋወር ንጥቀመሉ ማለት እዩ ባይ ክንብል ከለና ስለዚ ዊ ዩዝ ባይ ፎር ታይፕ ኦፍ ትራንስፖርቴሽን ከም ዝበልኩኹም ባይ ክንብል ከለና ዓይነታት ናይ ትራንስፖርቴሽን ወይ ከዓ መጓዓዝታት ዓይነታት ንምግላጽ ኢና ንጥቀመሉ እምበር ከመይ ከም ንጓዓዝ ዘለና ኣይኮንና ብመኪና ዲና ተጓዒዝና ብባስ ዲና ተጓዒዝና ብፕላይን ዲና ተጓዒዝና ንምግላጽ ባይ ንጥቀም ማለት እዩ ስለዚ ታይፕ ኦፍ ትራንስፖርቴሽን ወይ ከዓ ዓይነት ናይቲ መጓዓዝያ ንምግላጽ ባይ ንጥቀም ማለት እዩ ኦን ክንብል ከለና ከዓ ኦን ፉት ክንብል ንኽእል ኢና ማለት እዩ ኦን ሆርስ ሞተር ባይክ ሚን ሞተር ሳይክል ኦን ትሬን ኦን ፔን ፕሌን ማለት እዩ እዚ ኦን ኤ ፕሌን ኦን ኤ ሺፕ ኦን ኤ ባይስክል ዊ ዩዝ ኦን ፎር ኣክት ኦፍ ራይድ ስለዚ ናይ ባይን ኦንን ፍሉይነት እንታይ እንተልና ባይ ክንብል ከለና እቲ ዓይነት መሳርሒ ወይ ከዓ መጓዓዝያ ንምግላፅ ኢና ንጥቀመሉ ኦን ክንብል ከለና ግን እቲ ኣክት ወይ ከዓ እቲ ንጥቀመሉ ዘለና ኣክት ኦፍ ራይዲንግ ወይ ከዓ እንታይ ክንብል ንኽእል እቲ ንጓዓዘሉ ዘለና ነገር እቲ ምጓዓዝ ባዕሉ ማለት እዩ እቲ ምጓዓዝ ኦን ፉት ኮይና ብእግረይ ክንብል ከለና ማለት ኣብ ብእግረይ ተመሳሳሊ ቁርብ ኮንፊዝ ዝገብር ነገር እዩ ግን ከዓ ኣክት ኦፍ ደ ራይል ወይ ከዓ ናይ እቲ ኣክሽን እዩ ዘርእየና ኦን ክንብል ከለና ማለት እዩ እቲ ሓደ ባይ ክንብል ከለና ግን ታይፕ ኦፍ ትራንስፖርቴሽን ወይ ከዓ ዓይነት ናይቲ መሳርሒ ወይ ከዓ መጓዓዚ ንገልፅ ኣለና ማለት እዩ ኢን ክንብል ከለና ከዓ ኣብ ውሽጢ ሓደ ነገር እንተሃሊና ማለት እዩ ኢነ ታክሲ ኢነ ካር ንኣብነት ኣብ ሓደ ነገር ኣቲና ንኣብነት ኣብዚ ዝኾም ክትብሉ ኢነ ትሬን ክትብሉ ትኽእሉ ኢነ ሽፕ ኢነ ሽፕ ኣብ ውሽጢ ትሬን ኣይኮና እንዲና ንኣቱ ክትብሉ ትኽእሉ ሕጂ ኣብ ውሽጢ ባቡር ኣቲና ዶ ይኮና ንኸይድ ከመይ ደኣሉ ትፍልይነት ተልኩም እቲ ኢን ክንጥቀን ከለና ኣብ ሓደ ነገር ኣቲና ኮፍ ክንብል ከለና እዩ ኦን ክንጥቀን ከለና ግን ጠጠው ክንብለሉ ንኽእል ቦታ እንተኮይኑ ኦን ክንብል ንጥቀም ንኽእል ማለት እዩ ስለዚ ኦን ትሬን ኣብ ትሬን ኣቲና ጠጠው ክንብል ንኽእል ኢና ኣብ ባስ ኣቲና ጠጠው ክንብል ንኽእል ኢና ማለት ስለዚ ኢን ግን ኣብ ሓደ ነገር ኣቲና ኮፍ ኢልና ንኸደሉ ማለት እዩ ኢን ታክሲ ኢን ካር ክንብል ንኽእል ማለት እዩ ስለዚ ኢን ታክሲ ክንብል ንኽእል ኢን ካር ኮንክሉዥን ወይ ከዓ መደምደምታ ዳስ ኢት ፎር ደ ኤቲንግ ኦፍ ኣር ኢንግሊሽ ለርኒንግ ቻሌንጅ ናይ 18 መዓልቲ ናይ እንግሊሽ ብድሆ እኹል ይመስለኒ ዊ ካቨርድ ወይ ከዓ ሎማዓንቲ ዝተምሃርናዮ ከዓ ደ ዴፊኒሽን ኦፍ ፕሪፖሽን ፕሪፖሽን ወይ ከዓ መስተዋድድ እንታይ ምዃኑ ርኢና ኣለና the three main types ወይ ከዓ ሰለስተ ዓይነታት ርኢና ኣለና ፕሌስ ወይ ከዓ ናይ ቦታ ከምኡውን ግዜ ዳይሬክሽን ከዓ ኣንፈት ማለት እዩ ሳልሰይቲ ከዓ ሃው ቲዝ ፕሪፖሽን ኢን ሰንተንስ ከመይ ጌርና ሙሉእ ሓሳባት ንጥቀመሎም ፕሪፖሽናት ርኢና ማለት እዩ and the last one common mistakes and examples ፍሉጣት ዝኾኑ ጌጋታትን ከምኡውን ኤግዛምፕላት ወይ ከዓ ኣብነታት ርኢና ማለት ስለዚ